ብኸመይ ክንጥቀመላን ኣገልግሎታ ቀጻሊ ክንገብሮን እንኽእል ብዝብል ዘዳለኹዎ መደብ ሒዘልኩም መጺኣ ኣለኹ። ክትከታተሉ ብኽብሪ ይዕድም። ናይ ሎሚ ትምህርትና ኮምፒውተራትና ጽቡቕ ፔርፎርማንስ ምስ ዘይህልዋ ብኸመይ ኣገባብ ኢና ክንጥቀመላ እንኽእል? ወይ ድማ ወይ ምስቲ ዝሕለና ማለት እዩ ምስቲ ክንሰርሓሉ እንደሊ ወይ ድማ እቲ ኣገልግሎት ክትበና እንደልዮ ነገር ብዝግባእ ክትበና ምስ ዘይትኽእል ወይ ብዝግባእ ክንጥቀመላ ምስ ዘይንኽእል ብኸመይ መዓላ ክንጥቀመላ ንኽእል እንታይ ኣማራፂታት ኣለና ብዝብል ዝተዳለወ ትምህርቲ እዩ ማለት እዩ ስለዚ ሃው ቱ ኪፕ ኣን ኦልድ ኮምፒውተር ራኒንግ ስሙዝሊ ይብለና ኣሎ ማለት እዩ ኩልና ከም ንፈልጦ ኣብ ዓመት ኣብ ዓመት ሓደሽቲ ኦፕሬቲንግ ሲስተም ኣብ ዝስርሕሉ ወይ ኣብ ዝዝርግሕሉ እዋን እቲ ንጥቀመሉ ዝነበርና ኦፐሬቲንግ ሲስተም ኣንሳፖርትድ ኦፐሬቲንግ ሲስተም ወይ ድማ ኢንድ ኦፍ ሳፖርት በፂሑ እዩ ተባሂሉ ንዕኡ ዝግበር ዝኾነ ዓይነት ምምሕያሻት ኣይህሉን እዩ ማለት እዩ ስለዚ ንሕና ድማ ኣንሳፖርትድ ኦፐሬቲንግ ሲስተም ንሕዳታ ኮምፒውተርና ትጥቀም ሃልያ ዝተፈላለዩ ብመንገዲ ኢንተርነት ኣቢሎም ክኣትዉ ዝኽሉ ናይ ቫይረስ ይኹኑ ካልእ ካልእ ጸገማት ከሸግሩና እውን ይኽእሉ እዮም ማለት እዩ። ስለዚ ብኸመይ ኣገባብ ኢና እዛ ኮምፒውተርና እዚኣ እቲ ሓደሽቲ ኦፕሬቲንግ ሲስተም ምናልባት ክትፅዕን ዘይትኽእል ትኸውን ናታ ሃርድዌር ሲ ሊሚት ዝገብራ ክኸውን ይኽእል ምክንያቱ ኣረጊት እያ እቲ ናታ ፔርፎርማንስ ከኣ ዝሕል ዝበለ እዩ ማለት ሕጂ ሊሚቴሽን ስለ ዘለዋ ብኸመይ ኣገባብ ጌርና ኢና ነዛ ኮምፒውተር እዚኣ ካብዞም ኣንሳፖርት ኦፐሬቲንግ ሲስተም ብምጥቃም ክመፁ ዝኽእሉ ዝተፈላለዩ ሳዕቤናት ናይ ቫይረስ ይኹን ካብ ኢንተርነት ክመፁና ዝኽእሉ ሓደጋታት ብምክልኻል ክንጥቀመላ ንኽእል ወይ ድማ ኣገልግሎታ ቀፃሊ ክንገብሮ እንኽእል እቲ ቀዳማይ ክንገብሮ ዝግባኣና ሰኪር ዮር ኮምፒውተር ብለና ኣሎ ንኣብነት ኣብዚ ሕጂ እዋን ዊንዶውስ ኤክስፒ ዝበሃል ኦፕሬቲንግ ሲስተም ዳርጋ ካብ ስራሕ ወፃኢ ከም ዝኾነ ኦልሬዲ ተረጋጊፁ እዩ ማለት እዩ ሕጂ ማይክሮሶፍት ካምፓኒ ነዚ ዊንዶውስ ኤክስፒ ዝበሃል ዝኾነ ዓይነት ናይ ሰኪሪቲ ኣፕዴት ከም ዘይዝርግሑ ኣፍሊጦም እዮም ማለት እዩ ስለዚ እንድሕዳ ናይ ሰኪሪቲ ኣፕዴት ዘይዝርግሑ ሃልዮም እታ ኮምፒውተርና ኣፕ ቱ ዴት ዝኾነ ኣንቲቫይረስ ወይ ድማ ኣንቲ ማልዌር ፕሮግራም ብምፅዓንን ብምጥቃምን ኣገልግሎታ ቀፃሊ ክንገብሮ ክንፍትን ክንክእል ኣለና ኮይኑ ኣብ ቱ ዴት ዝኾኑ ናይ ኣንቲቫይረስ ፕሮግራምስ ከይተጠቀምና ንድሕዳ ዊንዶውስ ኤክስፒ ንጥቀም ሃሊና እሞ ድማ እታ ንጥቀመላ ኮምፒውተር ኣብ ኢንተርነት ንድሕዳ ኣላጊብና ኣለና ኮይና ዝተፈላለዩ ሽግራት ከጓንፈና ይኽእል እዩ ማለት እዩ ናይ ሃኪንግ ክኸውን ይኽእል፣ ናይ ማልዌር ክኸውን ይኽእል፣ ናይ ቫይረስ ክኸውን ይኽእል፣ ዝተፈላለዩ ጸገማት ከጓንፈና ይኽእል እዩ ማለት እዩ። ስለዚ ካብዚኦም ዓይነት ሓደጋታት ክንድሕን ተገደደ ክንገብሮ ዝግባኣና እቲ ቀዳማይ ነገር ሰኪዩር ክንገብራ ክንክእል ኣለና እታ ናትና ኮምፒውተር ማለት እዩ። ካብ ከምዚኣቶም ዓይነት ሓደጋታት ሰኪዩር ክንገብራ ክንክእል ኣለና ማለት እዩ እቲ ካልኣይ ክንገብሮ ዘለና እቶም ንጥቀመሎም ኣፕሊኬሽናት ድማ ንባዕላቶም ሰኪዩር ክኾኑ ክኽእሉ ኣለዎም ወይ ድማ ሴፍ ዝኾኑ ፕሮግራምስ ክንጥቀም ንክእል ኣለና ብፍላይ ኣብ ኢንተርነት ኣብ ንጥቀመሉ እዋን ዝተፈላለየ ፓስዎርድታትና ከነእቱ ንኽእል ኢና ናይ ሰኪሪቲ ሶሻል ሰኪሪቲ ናምበርስ ነእቱ ንኸውን ወይ ዝተፈላ ናይ ባንክ ሕሳብና ነእቱ ንኸውን ማለት እዩ ስለዚ ከምዚኦም ዓይነት ኦፕሬቲን ሲስተም ኣብ ትጥቀመሉ እታ ኮምፒውተርካ ሴቭ ስለ ዘይኮነ ዘላ ኩሉ ግዜ እቶም ዝሓሹ ሽም ዘለዎም ናይ ብራውዚን ወይ ድማ ብራውዘርስ ከም በዓል ክሮም ፋየርፎክስ ተተጠቀምካ ይሓይሽ ማለት እዩ ካልእ እቲ ናይ ኢመይል እንጥቀመሉ ሶፍትዌር ንሕዳ ኣለና ኮይኑ ከዓ ንኣብነት ማይክሮሶፍት ኣውትሉክ ንሕዳ ጥቀሙ ኮንኩም ብዙሓት ሃከርስ ናይዚ ማይክሮሶፍት ኣውትሉክ ቀዳዳት ሃሰስ ስለ ዝብሉ ብኡ ቢሎም ከዓ ሃክ ክገብርዎ ስለ ዝፍትኑ ካልእ ዓይነት ናይ ኢመይል ክላየንት ሶፍትዌራት ተተጠቀምኩም ተመራፂ ይኸውን ማለት ከም በዓል ታንደርበርድ ዝተባሃሉ ኣፕሊኬሽንስ ኣለዉ ከምኣቶም ዓይነት ሶፍትዌራት ክትጥቀሙ ክትፍትኑ ክትክእሉ ኣለኩም ሳልሳይ ክንገብሮ ዘለና ኮንሲደር ኣፕግሬዲንግ ዮር ኦፕሬቲንግ ሲስተም እታ ኮምፒውተርካ ምናልባት ኣብ 24205 ገዚእካ ክትከውን ትኽእል ኢኻ ምናልባት ሽዑ ግዜ ዊንዶውስ ኤክስፒ ስለ ዝነበረ እቲ ናታ ሃርድዌር እቲ ናታ ፐርፎርማንስ ንዕኡ ሳፖርት ዝገብር ክኸውን ይኽእል ክኸውን ማለት ኣብዚ ሕጂ እዋን ዊንዶውስ 10 ክትፅዕና እንዳ ደሊኻ እንታይ ክትገብረካ እያ ማለት እዩ እቲ ናትካ ሃርድዌር ሳፖርት ኣይክገብሮን እዩ ነቲ ዊንዶስ ቴን ዋላ እንድሕር ፅዒንካያ ተማዊትካ ካብ ኮምፒውተርካ ራን ኣይክትገብርን እያ ማለት እዩ ሕጂ ኣብ ከምዚ ኩነታት እንታይ ክትገብር ክትክእል ኣለካ ማለት ኣብ ኮምፒውተርካ እቲ ናታ ኦፕሬቲንግ ሲስተም ንኣብነት ዊንዶስ ኤክስፒ ንሕዳ ነይሩ ዊንዶስ ኤክስፒ ኢንድ ኦፍ ሳፖርት ስለ ዝበፅሐ ተገደደ ዊንዶስ 7 ክትፀዓን ትኽእል ድያ መጀመርታ ተረጋግፅ ክትክእል ኣለካ ምስ ኣረጋጋጽካ እንድሕድኣ ትኽእል ኮይና እቲ ናትካ ኦፕሬቲንግ ሲስተም ብቕልጡፍ ኣፕግሬድ ክትገብሮ ክትክእል ኣለካ ማለት እዩ። እዚ ክንብል ከለና እታ ኮምፒተርካ ፎርማት ተገይራ ከም ብሓድሽ ክትጽዓን ማለት እዩ። እቲ ናታ ኦፕሬቲንግ ሲስተም ነዚታት ዝኾኑ ወጻኢታት ድማ ክህልወካ ይኽእል እዩ። ካልእ ኣማራፂ ከዓ እንታይ ኣለና እዚ ናይ ሊናክስ ዝበሃሉ ኦፕሬቲንግ ሲስተም ከዓ ክንጥቀም ንኽእል ኢና ማለት እዩ እዚኣቶም ሕጂ ክልተ ብልጫታት ኣለዎም ሓደ ብነፃ ኢና ንጥቀመሎም ብነፃ ኢና ከዓ ንፅዕኖም እቲ ካልኣይ ከዓኒ ዝኾነ ዓይነት ቫይረስ ገለመለታት ኣብ ዝኣትዎም ግዜ ብዙሕ ሃልክታት ኣይህልወናን እዩ ማለት እዩ ሕራይ ምባል ቀፂልና ክንገብሮ ዘለና ሜንቴን ዮ ኮምፒውተር ብለና ኣሎ ልክ ከምዚ መኪናና ከይትበላሸው ቀፃሊ ዘይቲ ንቕይረላ ወይ ኣስናና ከይበላሸው ብራሽ ንገብሮ እታ ኮምፒውተርና ድማ እቲ ናታ ዕድመ ከነናውሓላ ክንክእል ኣለና ማለት እዩ ሓደ ክንገብሮ ዘለና ንሰሙናት ወይ ንነዊሕ እዋናት ኮምፒውተርኩም ሻዳውን ከይገበርኩማ ኣይትኽዱ ኣብ ዝተወሰነ መዓልታት ኣብ ሰሙን ናይ ግድን ሻዳውን ክትገብርዋ ክትክእሉ ኣለኩም ማለት እዩ ካልኣይ ዘይትጥቀሙሎም ሶፍትዌራት ኣብ ኮምፒውተርኩም ተፃዒኖም ዘለዉ ኣንኢንስታል ብምግባር ከተልግስዎም ክትክእሉ ኣለኩም ሳልሳይ ዘየድሊኹም ኣዝዮም ዓብዪ ስፔስ ክሕዝኹም ዝኽእሉ ዝተፈላለዩ ፋይላት ኣለዉ ንኣብነት ርኢኹም ዝወዳእኩሞ ፊልምታት፣ ሙዚቃ ክኸውን ይኽእል፣ ስእልታት፣ ኣብቲ ኮምፒተርኩም ዘየድሊ እንድሕር ደኣ ኮይኑ ክትድምስስዎ ጥራይ ዘለኩም ከተልግስዎ ክትክእሉ ኣለኩም። ራብዓይ ከምቲ ኣብ ዝሓለፈ ቪድዮ ዝተማሃርናዮ ኮምፒተርና ክትውላዕ ከላ ዝጅምሩ ፕሮግራምስ ኣለዉ ንዓታቶም እውን ድሕር ደኣ ዘየገድስኹም ኮይኖም ጠጠው ከተብሎም ክትክእሉ ኣለኩም ማለት እዩ። ሓምሻይ ድማ ዝተፈላለዩ ከም በዓል ሲ ክሊነር ዝኣመሰሉ ናይ ሜንተናንስ ሶፍትዌራት ኣለዉ ብኣታቶም እናተጠቀምኩም ዘየድልዩ ቴምፖራሪ ፋይልስ ኣብ ኮምፒውተርኩም ዝተሰርሑ እናደምሰስኩም እታ ኮምፒውተርኩም እውን ኦፕቲማይዝ ክትገብሩዋ ክትክእሉ ኣለኩም ማለት እዩ ካልእ ኣረጊት ኮምፒውተርና ኣብ ንጥቀመሉ ግዜ ሓደ ክንርስዖ ዘይብልና ባክ ኣፕ ክንገብሮ ክንክእል ኣለና እቲ ፋይላትና ማለት እዩ እዛ ኮምፒውተር እዚኣ ብዙሕ ዕድመ ዝሰርሐት ክትከውን ስለ ትኽእል ኣብ ዘይፈለጥኩሞ እዋን እቲ ናታ ሃርዲስክ እውን ፌል ክገብረኩም ስለ ዝኽእል ወይ ዝኾነ ካልእ ዓይነት ናይ ሃርድዌር ፌልር ከጓንፋ ስለ ዝኽእል ነዚ ኣቐዲምኩም ተዳሊኹም ክትፀንሑ ክትክእሉ ኣለኩም ስለዚ ካብ ሃርዲስኮም ምስ ዓነወ ዳታ ሪካቨር ክትገብሩ ገለ ትጓየዩ ፌል ከይገበረ ከሎ እቲ ዳታ ባክኣፕ ክትገብርዎ ክትክእሉ ኣለኩም ማለት እዩ ብዛዕባ ባክኣፕ ብዙሕ ብዙሕ ተዘራሪብና ኢና ኣብዚ ትምህርትና ዝሓለፈ ቪድዮታት ንኣውን ክትርእይዎ ትኽእሉ ኢኹም ኩሉ ግዜ እቲ ናትና ዳታ ንኸይጠፍኣና ማለት እዩ ወይ ድማ ምስ ጠፍኣና ከም መሐለውታ ኮይኑ ዘገልግለና እዩ ማለት እዩ እዚ ባክኣፕ ብክልተ መንገዲ ድማ ክነተግብሮ ንኽእል እቲ ሓደ ናብ ኤክስተርናል ሃርድ ድራይቭ ብምስጋር እቲ ዳታና ወይ ድማ ኮፒ ብምግባር ኣብኡ ከም ዝቕመጠልና ክንገብሮ ንኽእል ኢና እቲ ካልኣይ ከዓኒ ናይ ኦንላይን ባክኣፕ ሰርቪስስ ብምጥቃም ከዓ ባክኣፕ ክንገብር ንኽእል ኢና ማለት እዩ ሕራይ እምበኣር ናይ ሎም ትምህርትና ኣብዚ ወዲእና ኣለና ካብዛ ቪድዮ ኣገዳሲ ሓበሬታ ረኺብና ኢልኩም ተሓሲብኩም ላይክ ብምግባር ኣይትብቀቑ ከምኡውን ካልኦት ሰባት መታን ክጥቀሙ ሼር ግበርዎ ብቐፃሊ ንእንዝርግሖም ቪድዮታት ንምክትታል ሳብስክራይብ ግበሩ ስለ ምክትታልኩም ኣዚና ኢና እነመስግን። ዝቕጽል ትምህርትና ኮምፒዩተርና ብኸመይ ቅልጥፍቲ ንገብራ ዝብል ክኸውን እዩ። ኣብ ቀጻሊ የራኽቡና።